ሰላማት ክቡራት ተኸታተልቲ ሃይማኖት ዩቲብ ቻነል ከመይ ኔኹም? ሰላም ዲኹም? ሰላም ክትኮኑ ላትምንኹ እንሆ ካብ ዝሓለፈ ዝቐፀለ ካልኣይ ክፋል ኣይነቓዕ ኣይሰባር ዝብል ሓቀኛ ዛንታ ሒዘልኩም ቀሪበ ኣለኹ። ጀሚረ ክሳብ ዝፍፅም ምሳይ ክትፀንሑ ብትሕትና ይላው። ኣርእሲ ዛንታና ኣይነቓዕ ኣይሰባር ንመዘኻኸሪ ዝኣክል ኣብ መበል ቀዳማይ ክፋል እታ ናይ ኣዶ ከብዲ ልምንታይ ከምዚ ኢላ ግዲ ተጨኒቓ ኣብዛ ትርኣሰይ ተጨቢጣ ብሓሳብ ሞኽ ኢላ ሓደረት ከምዘይ ወጊሕ የለን መሬት ወጊሑ ተላዕለት እሞ ነፀላኣ ኣልዒል ኣቢላ ካብ ገዛኺ ከይትወፂ ኣብቲ ኣውፂሒ ክመፅእ እየ ግን ኢላ ከም ዝኸደት ኣቋሪፅና ነይርና እንሆ ካልኣይ ክፋል ይቕጽል። ኣደይ ነጸላኣ ተኸዲና ኣብ ገዛ ክኹኒ ከይትወፂ ብምባል ገዲፋትኒ ኸደት። ኣነ ድማ እታ ኮይና ደኣ ሌሎም ወፂሓ ከይትወፅ ዝበለትኒ እኳ ደኣስ በይነይ ከይኸውን ኩሉ ግዜ እንድያ ናብ ጎረቤት ኪዲ ትብለኒ ዝነበረት ብዝኾነ ኣደይ ዝበለት ንክሰምዕ ኢለ ገዛይ ኮሳቴራ ክሳዕ ትመፀኒ ኢላ ተቐላቐልኩ ኡፍ ከምዚ ከማይ ዶ ትኾኑ ኣደይ ከም ገለ ኢላ ደገ ተወፅያ ዋላ ብጥሜት ምውት ይበል እንጀራ ቆሪስካ ዝብላዕ ይመስለኒ ኣየዶ ኣይ ናይ ኣደ ውዕለታ ከመይ ጌርካ ከም ዝግለፅኩ ብጣዕሚ እዩ ዝጠፍአካ እንታይ እያ ግን ነዳኣ ትፈቱ ብቻ ዶ ትብሉ ሓቀይ ኣነ በዓልቲ ሓንቲ ኣዶ እየ ኣዶ ክንደቦ ክንድነ ሸፊና ትዕብቲ ኮይና ኣዴኻ እታ ናይ መጨረሻን ናይ መወዳእታን መተካእታ ኣልቦ ስለ ዝኾነት ሓቂ እየ ድማ ኣደይ ብጣዕሚ እየ ዝፎቲ ኣዶ እታ ብሕልና ደቂ ሰባት ሓሲብካ ክትብፃሕ ዘይትኽእል ጭራ ብርሃን እያ መቸም ኣቦ ኣዲኡ ዝጸልእ ዋላ እኳ እንተዘየለ ኣነ ግን ኣደይ ብቻ ዘይኮነት ክንደቦ ክንደደ ቦታ ተኪኣ ስለ ትኸውን ኣደ ኢለ እውን ኣይጸግባን እየ ብዝኾነ ግን ዘረባ ደብዚሐ ምልስ ከብለኩም እሞ ናብቲ ዝነበርክዎ ኣደዋይ ካብቲ ዝኸደቶ ስራሕ መፅያ ናብታ ፈጣሪኣ ዝሃበና ፈጣሪ ዝሃበና ቁርስና ኣቲና ኣብቲ ሽዑ ሰዓት ኣደይ ኣይከም ቀደማን ብስቕታ ተዋሒጣ በቃ ውሽጣ ከም ዝተጎደእት የረድአካ እታ ኣብ ጊዋዋኣ ዝቑረስ እንጀራ ለይብላ እታ ዕለታዊ ምግቢ እግዚኣብሔር ከም ዝበካ ትኣምን ዝነበረት ኣደይ ኣብ ሽዑ መዓልቲ ግን ብጣዕሚ ልባ ተጎድአት ኣደዋይ ቤተ ክርስቲያን ተኸይድካ ብጣዕሚ ከም እትሕጎሲ ክትነግረኒ ነርኪ ሎሚ ግን እንታይ ደኣ ኮንኪ ገጽኪ ተኸዊሉ ኣደወይ እንታይ ኮንኪ ዲኺ ትማሊ ኣይደቀስክን ግዲ ሓዲርኪ ኣብ ገጽክስ ሓጎስ ዝበሃል የለን ኢለ ሕቶ ቀረብኩላ ኣደወይ ድማ እወ ኣብ ቤት ኣምላኽ ሰላም ኣሎ ቤተ ክርስቲያንና ድማ ሃፍታመይ ትብል ድኻይ ትብል ፅሩየይ ትብል ረስሓይ ትብል ንኹሉ ብማዕረ ተቕበል ንኹሉ ብማዕረ ትባርኽ ቤተ ኣምላኽ ቤተ ክርስቲያን እያ እንተኾነ ግን ሎማዓንቲ እግዚኣብሔር ይቅር በለለይ ቤተ ክርስቲያን ይክድኩን ጓለዋይ ናፍተን ትማሊ ፀሪፈናኒ ምስ በልክኒ ከይደ ምስ እንተዘራሪበ ድሕሪ ደጊም ከምኡ ኣይክብላኽን እየን በለትኒ ኣነ ድማ እወይ ዝደንገፅክዎ ኣትየደ ከይትነግርየን እኮ ኢለናን ነይረን እየን ንምንታይ ነጊርኸየን ኸዚ ከመይ ኢለ እየ ምስአን ክውዕል ደጊም በቃ ገዛየ እየ ዝኸውን ናብኣተን ዘሕውስ ጭራሽ የብለይ በልክዋ ኣደዋይ ድማ ኣጆኽ ዛጓለይ ኣደዋ ክዳኾናይ ኢልና ቁርስና ቆሪስና ኣደዋይ ዕለታዊ ምግቢ ንምርካብ ናብ ስራሓ ኸደት። ምስተን መሓዙተይ ዝጫወት ዝነበርኩ ጠቕሊለ በይነይ ክኸውን መረፅኩ። ምኽንያቱ ገዛይ ኮይነ በይነይ ክፃወት ጀመርኩ። መዓልቲ ብዝኸደ ቁፅሪ እግዚኣብሄር ዕድመ ክህበካ ከሎ ላዕበኻ ልብላ ወሓጥካ ኢኻ ትኸይድ ወላዲትካ 24 ሰዓት ክትግዛእ ከላ ዕስራን ኣርባዕተን ሰዓት ደኺማ ክትኣቲ ከላ ክትሪኣ ከለኻ ካብዚ ንምርኣይ ዝኸፍእ የለን እንታይ እሞ ምስቲ ታሪክ ናይ ወላድየይ ዘለኒ ኣብ ርእሰይ ብጣዕሚ ናይ ወዲ ይኹን ናይ ኣቦ ዘለኒ ፅልኢት ዓብዪ እዩ ገጹ ዘይፈልጦ መራ ተቐይመዮ ኩሉ ግዜ ኣደዋይ ምስ ዓወኹማ ስዕዱ ክኸይድ እየ ምስ ከድኩ ለኣኺ ብቻ እየ ዝገብር ኣቦይ ኣቦኹ መይቱ እንተይሎምን እውን ሓዘን እኳስ ኣይስምዕንን በልክዋ። እንተኾነ ወላዲተይ ብዛዕባ ኣቦ ኣይኮነን ብዛዕባ ማንም ሰብ ምቕያም ነውሪ ምዃኑ እያ ትምህረኒ ነይራ። ኣይጓለይ ገባሪ ሰናይ ንርእሱ ገባሪ ሕማቕ ድማ ንርእሱ እዩ። ሕማቕ ዝገብር ዝዘርኦ ይዓጽድ፣ ጽቡቕ ይገብር ድማ ብእግዚኣብሄር ጽቡቕ ይፍደ። ንኹሉ ግጊዜ ኣለዎ እዛ ጓለይ። ጽባሕ ንግሆ ዓቢኺ፣ ብፍላይ ድማ ኣዶ ኮንኪ ኣዶነት ምስ ጠዓምክዮ ክንደየናይ ጽልኢ ሕማቕ ምዃኑ እናስተማቐርክዮ ክትከዲ ኢኺ። ስለዚ ኣነ ተጸጊመ ኣባጺሐኩካ ሕማቕ እዮ ቦኺ፣ ጽልኢ እዮ፣ ተቐየም እዮ ዘይበልኩኺ ከምዚያት ሓሳብ ኣብ ልብኺ ኣይትግበሪ ትብለኒ ዝነበረት ኣደይ ኣብዚ ኸዚ ሰዓት ኮይኑ ከስተንትነ ከለኹ ክንደየናይ ይቕረ ምባል ንደቂ ሰባት ዓብዪ ውህብቶ ምዃኑ ክንደየናይ ይቕረ ምባል ኣብ ትሕቲ እግዚኣብሄር ዓብዪ እምነት ከም ዘለካ ዘፅንዕ ምዃኑ ሓደ ዓብዪ ባህር ምዃኑ ካብ ኣደየ ወሪሰ መቸም ተኣምንዶ ኣሸንዳ ልደቂ ኣንስትዮ ብሃንቀውታ ንፅበያ ዕለት ከም ምዃና ኩላትና ንፈልጣ ኢና ኣሸንዳ ካብ ክዳን ጀሚሩ ክስካብ ደቀቕቲ ነገራት ንውቅበላ መዓልቲ እያ እታ ኩሉ ግዜ ወላድየይ ብዓይነይ ክሪኦ ዓብየ ሰብ ከም ዝኾንኩ ከሪኦ ዝምነያ ዝነበርኩ ዕለት ረኺበ ሰላም ክብሎ ኣይኮነን ዕላማይ ግን ነቲ ብምፍጣረይ ዝጸልእ ዝነበረ ኣቦ ኣይናተይን ኢሉ ዝተጸየፈኒ ወላድየ እግዚኣብሄር ክንደየናይ ዓባይ ኮይነ ብጥበብ ዕብዩ ኣብ ወላዲተይ ክንደየናይ ጽቡቕ ሰበይትና ጽቡቕ ህይወት ከም ዘለኒ ከርእዮ ኩሉ ግዜ ይምነ ነይረ ክንደየናይ ውቅብቲ ፍጥረት ከም ዝኾንኩ ከርእዮ ነይረ ብህይወተይ ፈፂመ ብምኽንያት ዘይርስዓ ዕለት እያ ነይራ ክሳዕ ኸዚ ክቕየም ትገብረኒ ዕለት ድማ ንሳ እያ ማይ ንሓሰ ፈሲሱ ፅሕሕ ምስ በለ መሬት ዝሒሉ ምሽውሽው ምስ በለ እቲ ካብ ፈጣሪ ዝተውሃብናዮ ተፈጥራዊ ፍረታት ድሕሪ ማይ ክንወልዖ እንብህጎ ፍረና ፍረ ትግራይ በለስ ክበልዕ ኣነን ነደዋይን ልቐልቀለ ወፃና ኣብ ቀልቀለ ወፂና በለስ ክንበልዕ ኮፍ በልና እሞ ገዛና መንገዲ መውረዲትን መደየቢትን ስለ ዝኾነት በቲ ጥቓ ገዛና ሓደ ሰብኣይ ደፋእፋእ ላበለ ክኸይድ ኣደዋይ ረኣየት ሄርሜላ ንዕማ በለትኒ ኣነ ድማ እሺ ኢለ ኸይድ በልኩ ጓለየ ካብትኒኦ ሰብኣይ ትርእዮ ደለኺ በለትኒ ኣነ ድማ እወ ይርእ ኣለኹ እየ መን ድዩ በልክዋ ኣይ ኣይትፈልጥየን ኢኺ እንተቐሪብክየ ግን መን ምዃኑ ትፈልጥየ ኢኺ ሓውና እዩ ኪዱ እሞ ጉየይ ናይ ኣሸንዳ ጠልጠል መግዝኢ ሃባ ትብለካ ኣላ ኣደ ይበልዮ በለትኒ ናይ ናቆልዓ ነገር መን ኮን ይመስለኩም ትግምት ትኾኑ ተስፋ ገብር ኣነ ድማ ናጎይኹ ይስጉም ንሱ ድማ ይኸይድ ኣነ ይስጉም ንሱ ድማ ይኸይድ ይጎዩ እሞ ኣብ ዓቐበት እኒኣ ኣብ ጥቕኡ ብፅሕ ብምባል እንሆ ኣይነቓዕ ኣይሰባር ካልኣይ ክፋል ሓቀኛ ዛንታ ኣብ ዘይተፈፀመ ሳልሳይ ክፋል ይቕፅል። ክሳብ ሽዑ ሰላም ናይ እግዚኣብሔር ምስ ኩላትና ይኹን። ሰሰናዩ ንዓኹም።